ዝሓተት ጓል ኣብ መንገዲ ጠጠው ኢላ ናይ ኢድ ምልክት ትገብር ከም ዘላ ብርሑቕ ረኣየ። ሃንስ ኣብ ጥቓኣ በጺሑ መኪንኡ ደው ኣበላ። ጓል ናብ መኪንኡ ቀሪባ ክፉት ብዘሎ መስኮት መኪንኡ ተቐልቀለት። ሰላም ዝሓፍተይ! ሃንስ ብጽባቂኣ ተመሰጠ። እንታይ ደኣ በይንኺ? መሓዛይ እንድዩ ምስ ተባእስና ካብ መኪንኡ ኣውሪዱ ደርቢኒ ኸይዱ። በለቶ ብስዊዘርላንዳዊ ልሳና ቀብዘርዘር እናበለት። ዘሕዝን እዩ ክንደይ ጭክን በጃኺ ንዓኺ ጽብቕትሲ ማዕሪ ክንድኡ በለ ሃንስ ልዕሊ እቲ ብርሑቕ ዝገመቶ ምልክዕቲ ምዃና እናስተብሃለ ክሳብ ዙርች ክትማልኣኒ ትኽእል ዲኻ ሓተተቶ ምቕለል ኢላ ኣየናይ ኮይኑ እቶዊ በላ ፍሽኽ ኢሉ። ማርያም ትመስል ቆንጆ ረኺበ ደኣ እንታይ ኢለዮ ዶክተር? በለ ብውሽጡ። ጓል ማዕጾ መኪና ከፊታ ተሰቕለት። ኣዝየ ዘመስግነካ ካረን ይበሃል ኢዳ ዘርግሓትሉ። ሃንስ ይበሃል መኪና ኣበገሰ። ንስኻ እንተ ዘይትመጽእ እንታይ ምገበርኩ? ካብ ልቢ እየ ዘመስግነካ። ንስኺ ትመስሊ ጽብቕቲ ደኣ ማንም እተማልኣኪ። ናብኡ ገጻ ጽግዕ በለት። ካባኻ ዝምልክዕ ከም ዘይከውን ግን ርግጸኛ እየ። በለቶ ብየማናይ ኢዳ መንኮቡ ክትደርዞ እናጀመረት። ሃንስ ለዋህ ጸኒሓ ብዝተቐየረቶ ጓል ሰንበደ። ብየማናይ ኢዳ ኣፍ ልቡ ክትድህስስ ጀመረት። ብሓቂ በላ መሪሕ ሒዙ ናብኣ እናጠመተ። ደስ ኢልካኒ። ኣዚኻ ምልኩዕ ኢኻ በለቶ ንቐይሕ ሰለፋ ናብ ማርሻ መኪንኡ ኣጸጊዓ ነእዳዉ እናተንከፈት። ንበዓልቲ ቤተይ ከምኡ ኢልኪ ንገርያ በላ ሃንስ ኣብ መንጎ ስምዒትን ሕልናን ተቐርቂሩ። ተመርዒኻ ዲኻ? ካብ ኣዘራርባኣ ከም ዝረሓቐት ኣስተብሃለ። ንምንታይ እዩ ኩሎም እቶም ምሩጻት ዝበሃሉ ሰብኡት ተመሪዖም ዝጸንሑኻ? ሃንስ ኣይመለሰላን። ብሓቂ ኣብ መልክዕኻ ጥራይ ከም ዘይኮነ ጽባቐኻ ኣስተብሂለ። ኣዚኻ ለባምን መስተውዓልን ኢኻ ትመስል። ቀብዘርዘር እናበለት ወደስኣ ቀጸለት። ሃንስ ምሒር ልሕክ ክትብሎ ምጅማራ ዓቕሉ ስለ ዘጽበበ ንስቲርሶ መኪና ኣትሪሩ ብምጭባጥ ተመዓራሪ ኮፍ በለ እቲ ሓቂ ዶ ክነግረካ ምስዚ ዝነበረ ዓርከይ እንቋዕ ተፈላለኹ ብፍላጥ ኮፍ ኣብ ዝበለትሉ ሸተት ብምባል ቁሩብ ተሸፊኑ ንዝጸንሐ ቀይሕ ሰለፋ ቀልዐት። ሃንስ ኣብ ሓያል ፈተነ ከም ዝኣተወ ኣመነ። ከማኻ ዝኣመሰሉ ዓበይትን መስተውዓልትን ሰባት ምሓሽኑ ነይሮም። ካብ ምስ መንእሰያት ምስ ከማኻ ዝኣመሰሉ እኹላት ሰብኡት ህይወት ምስትምቓር ይሓይሽ ብምባል ጣንቃም ኢዳ ልኢኻ የማናይ ሰለፉ ክትደርዞ ጀመረት። ኣጆኻ ኣይትስጋእ መን ከይርእየና ኢኻ ፈሪሕካ ክልቴና ደሊናዮ ከለና ካብ ኮፍ ዝበለትሉ ሰይድያ ተንሲኣ ናብ ክሳዱ ቀረበት ትጸልኦ ዲኻ ኣብ እዝኑ ሕሹኽ በለቶ ሃንስ ንኽምልሰላ ጎረርኡ ሰሓለ ምጽላእ ደኣ ከመይ ኢለ ክጸልኦ ኣይ ሰብኣይ እንዴ ግዲ እንተኾነሲ ኣነ ውን ሰብኣይ ምዃንካ ኣሚነየ ብሂገካ በሎቶ ቅልስልስ እናበለት እቲ ሓቂ ዶ ክንግረካ ምስቲ ጀልፋፍ ዓርከይ ሳላ ዝተባኣስኩ ለሚሱ ዝጸንሐ ስምዒታተይ ዝተመልሰለይ ኮይኑ ይስምዓኒ ኣሎ ብኹል እንትናኻ ተማሪኸ ንዝተሓረምክዎ ባህታ ክረክብ ይህወፅ ኣለኹ ስምዒተይ ክቋጻጸሮ ኣብ ዘይክእለሉ ደረጃ በጺሐ ስለ ዘለኹ ርድኣኒ ትርድኣኒ ኣለኻ ምሽ ከንፈራ እናረማጠጠት ሰለፉ እናደራረዘት ጠመተቶ ሃንስ ንዘጓነፎ ዕድል ምእማን ሰኣነ ሰሪቑ ክጥምታ ጀመረ ኣዝያ ጽቡቕት እያ ንቕንጹብ ቅርጺ ኣካላታ ክድህስስ ተመነየ ተረዲኤ ከለኹ እንተኾነ ናብ ስራሕ ይኸይድ ስለ ዘለኹ ዘረብኡ ከይወድእ ምራቑ ወሓጠ። ግዜ ኣይንወስድን ኢና በለቶ ፍሽኽ ብምባል ብየማናይ ኢዳ ሰለፉ እናደራረዘት። መታን ከይንርበሽ ንምንታይ ናብ ውሽጢ እቶም ኣግራብ ዘይንኣቱ? ነልካ ኣብ ቅድሜና ናብቶም ኣግራብ ዝወስደና ናይ ሓመድ መንገዲ። ቀልጥፈ ንሃንስ። ሃንስ ስምዒቱ ተለዓዓሎ። እንታይ ይበሃል እዚ? ባዕሉ ይፈልጥ ስራሕ። ጅልፋፋት መሳርሕተይ ዝገጠመኒ ኩሉ ምስ ነገርክዎም ክጽለሉ እዮም ከም ዘይኣምኑኒ ርግጸኛ እየ በለ ብልቡ ግረም ንኸይድ ሃንስ ፍጥነት መኪና ወሲኹ ናብ ዝሓበረቶ ሓመድ መንገዲ ተኣልየ ሓላፊ መኪና ክሪኦም ናብ ዘይክእል ርሕቀት ብምእታው ኣብ ውሽጢ ጫካ ደው በሉ ብሰለፉ ጀሚራ እናደራረዘት ኣብ ኣፍልቡ በጽሐት። ቅላጽምካ ክፍተወካ? ንብረትካኸ ተሪር ድዩ? ናብ ከናፍሩ ቀሪባ ክትስዕሞ ጀመረት። ንእሽተይ ከለኹ ኣትሌት ነይረ። ተጃር ሃንስ። ቀስ ገይራ ናይ ስሪኡ ቁልፊ ፈትሐት። ኣጀዃ ጥራሕ ተዛነ። ሰበይትኻ ጌራቶ ከም ዘይትፈልጥ ጌረ'የ ከሐጉሰካ'የ። በለቶ። ሃንስ የዒንቱ ዓሚቱ ብስምዒት ከንሳፍፍ ጀመረ። ሃንደበት ኣብ ሰለፉ በሊሕ ነገር ክወግኦ ተረድኦ። ዓሚትዎ ንዝጸንሐ የዒንቱ ምስ ከፈተ ንዝሪኦ ዘሎ ምእማን ሰኣነ። እታ ጽብቕቲ ጓል ኣብ ኢዳ መርፍእ ሒዛ ምህላዋ ተመልከተ። እንታይ ጌርኪ? ንኣካላቱ ምእዛዝ ሰኣነ። ትንፋስ ክሓጽሮ ጀሚሩ የዒንቱ ኣፍጠጠ። እታ ምልክዕቲ ጓል ምስ ትንፋስ ስኢኑ ንዝጸዓር ዘሎ ሃንስ ኣተኲራ ንኻልኢታት ብምጥማት ብፍጥነት ካብታ መኪና ወረደት። ዝተኣዘዘቶ ንምፍጻም ማዕጾ መራሒ መኪና ከፊታ ንሃንስ ናብ ዝጸንሓትሉ ናይ ቅድሚት ተሳፋራይ መንበር ደፋኣቶ። ከባቢኣ ንምፍታሽ ቅባሕባሕ በለት። ተዓዛቢ ከም ዘየለ ምስ ኣረጋገጸት ሞቶር መኪና ኣተሲኣ እስቴርሶ ሒዛ ብዝመጽዎ መንገዲ ብምጉዓዝ ናብ ቀንዲ ጽርግያ ተጸንበረት። ቁሩብ ዘዊራ ኣብ ዓቐብ ጽርግያ በጽሐት። ስፔኪዮ መኪና ተጠቒማ ትስዕቦም መኪና ከም ዘየላ ምስ ኣረጋገጸት ፍጥነት ቀኒሳ ዓቐብ ምድያብ ቀጸለት። መኪና ዓቐብ ወዲኣ ቁልቁል ክትወርድ ምስ ጀመረት ዝጸንሓትሉ ፍጥነት መሊሳ ብምቕናስ ማዕጾ ከፊታ ካብታ መኪና ነጠረት ነብሳ ንኸይትሃሲ ከም ከማንዶ ኣንከራርያ ደው ድሕሪ ምባል ሃንስ መራሒ ምስ ዘይብላ መኪንኡ ከም ቈልቈል ተመልከተት ኣይጸንሐትን ጸላም ሊሞዚን ኣብ ጥቓ መጽያ ደው በለት ከቢድ ነይሩ ሓተታ መራሒ ሊሞዚን፣ ሰብኡት ክትበሃሉ ከለኹም፣ ፍሽኽ እናበለት ተሰቕለት። ፍሪትዝ መንደል ስርሑ ዛዚሙ ናብ ገዛይ ክኸይድ እናበለ፣ ቅድሚ ሕጂ ርእይዎም ዘይፈልጥ ክልተ ሰባት ናብ ጋራጁ ክኣትዉ ተመልከተ። ኣይትሓዙለይ፣ በሎም መንደል። ሰዓት ኣኺሉ ይዓጹ ስለ ዘለኹ ክሰምዓኩም። እንታይ መሲሉካ? በለ ሓደ ካብቶም ክልተ ዘረብኡ ከየወደኦ። መኪና ኣብ ሓዲግ መንገዲ ኢና ሓዲግናያ። ብጎታቲት መኪናኻ ርድኣና። ትዓጽወሉ ሰዓት ከም ዝኣኸለካ ይርድኣና እዩ። በጃኻ ኣብኡ እንተሓዲራ ገለ ከይገብርዋ። ኣይትሓዙለይ ደገመ መንደል። ሰበይተይ ትጽበየን ኣላ ኣጋይሽ ክመጹኒ ስለ ዝኾኑ ክድንጉ የብለይን ክሳዕ ክልተ ሚእቲ ዶላር ክንከፍለካ ኢና ክልተ ሚእቲ ዶላር መንደል ብመጠን እቲ ገንዘብ ተገረመ። እወ ክልተ ሚእቲ ጎቲትካ ናይ ተምጽኣ ሕሳብ እዩ። ምስ ይዕረኻልና ከኣ ተወሳኺ ክልተ ወይ ሰለስተ ሚእቲ ዶላር ሕሳብ ከም ዝህሉ ርግጸኛ እየ። መንደል ኣጋይሹ ዝመጽሉ ሰዓት ምቕራቡ እናፈለጠ ህጡር ገንዘብ እናረኣኹ ክሓልፎ ይግባእን ብምባል ሓሰበ። እንታይ ዓይነት መኪና እያ? ሮሉስ ዳይስ መለሰ ኣጽቂጡ ዝጸንሐ እስከ መሳርሒታትካ ኣርእየና ኣይተሓዘልና ዋጋ ሚልዮናት መኪና ስለ ዝኾነት ልዑል ጥንቃቐ ክትሓተካያ መንደል መሳርሒታቱ ንኸርእዮም ናብ ክፍሊ ጽገና ናይቲ ጋራጅ ኣእተዎም ሰለስቲኦም ኣብ ጫፍ ጉድጓድ ዘመናዊ ሃይድሮሊክ መልዓሊ መኪና ጠጠው በሉ ዘመናዊ መሳርሒት እያ በለ እቲ ሓደ ብሃይድሮሊክ ናብ እትሰርሕ መልዓሊት ማሽን እናመልከተ። እወ፣ በለ መንደር ኩርዓት ተሰሚዕዎ። ሓደስትን ምዕቡላትን መሳርሒታት እየ ዝጥቀም። ክዛረቦ ዝጸንሐ ሰብ ካብ ጅብኡ ቦርቶፍሊ ኣውፅኤ ኣቐዲመ ቁሩብ ገንዘብ ክበካ ክልተ ሚእቲ ኣውፂኡ ንመንደል ምስ ሃቦ ቦርተፍልዩ ከም ገለ ኢላ ኣብ ጉድጓድ ናይቲ ሃይድሮሊክ መልዓሊ ኣተወት። ክላእ! ሓረቐ። ደሓን ኣይትሸገር፣ በሎ መንደል። ኣትየ'የ ከውጽኣልካ'የ። መንደል ትሕቲ ካብ ሊበሎ ጉድጓድ ልዒሉ ዝጸንሐ ተሰካሚ ሓጺን ሃይድሮሊክ መሳርሒ ብምእታው ናብ ውሽጢ እቲ ጉድጓድ ክወርድ ምስ ጀመረ እቲ ካልኣይ ሰብኣይ ናብ መቆጻጸሪ እቲ ሃይድሮሊክ ብምስጓም ልጓም ጠወቐ። ሃይድሮሊክ መልዓሊ መኪና ናብ ውሽጢ ጉድጓድ ክኣቱ ጀመረ። ተጠንቀቕ! እንታይ ትገብር ኣለኻ? መንደል ካብ ጉድጓድ ንኽወጽእ ክድይብ ጀመረ። ኣጻብዕቱ ኣብ ላዕለዋይ ጥርዚ ጉድጓድ ምስ በጽሓ ኣብ ጥቓ ጉድጓድ ዝጸንሐ ሰብኣይ ብጫምኡ ነጻብዕቱ ብሓይሊ ክሕምሽሸን ጀመረ መንደል ብቓንዛ እናእወየ ብሕቑኡ ኣብ ባይታ ናይቲ ጉድጓድ ተሰጥሐ እቲ ከቢድ ግዙፍ ሃይድሮሊክ ሓጺን ክምህ ከይበሎ ናብ ውሽጢ እቲ ጉድጓድ ምንቁልቋል ቀጸለ። እንታይ ትገብሩ ኣለኹም? በጃኹም! መንደል ለመነ። እቲ ከቢድ ሓጺን ኣብ ኣፍ ልቡ በጺሑ ናብ ባይታ ጉድጓድ ክጸቕጦ ጀመረ። ንቑሩብ ካልእ ዝጸንሐ ኣውያት ጠጠው በለ። መቋጻጸሪ ሒዙ ዝጸንሐ ሰብኣይ ንመሳርሒ ዘልዕሎ ልጓም ጠወቐ። ተሰካሚ ሓፂን ሃይድሮሊክ መልዓሊ መኪና ካብ ባይታ ጉድጓድ ቀስ እናበለ ንላዕሊ ክድይብ ጀመረ ካልኣዩ ናብ ውሽጢ ጉድጓድ ብምእታው ደም ከይጽየቕ እናተጠንቀቐ ቦርቶፍልዩ መለሰ ኩሉ ነገር ከም ዝወጠንዎ ምፍጻሙ ብምርግጋጽ ካብ ጋራጅ ወፂኦም ኣብ ቀረባ ርሕቐት ጠጠው ናብ ዘበልዋ መኪኖም ብምእታው ጸላም ተጐልቢቦም ካብቲ ቦታ ተሰወሩ መልእኽቲ ልዑል ጥንቃቐ ዝሓትት ምስጢራዊ ካብ ቡንደሳን ዋልቺፍት ንምክትል ዳይረክተር NSA ጥራይ ዝምልከት ሓንትን እንኮን ቅዳሕ ኣርእስቲ ስርሒት ኣርማጌዶን ሃንስ ቤኬርማን ተቐንጺሉ ፍሪትዝ መንደል ተቐንጺሉ መልእኽቲ ተፈጺሙ። ኦታዋ ካናዳ፣ ፍርቂ ለይቲ ጃንኡስ ን ዓሰርተ ክልተ ኣብ ጠረጴዛ ዝኸበቡ ኣባላት ኮሚቴ ኣኼባ የካይደሎም ኣሎ። ልኡኽና ክሳብዛ እዋን ኣዕጋቢ ዝኾነ ስራሕ ኣብ ምፍጻም ይርከብ። ድሮ እኳ ክልተ ሰባት ረኺቡሎ። እዞም ሰባት በቲ ርዱእ መንገዲ ካብ ኣስጋእናቶም ተወጊዶም ኣለዉ። ሳልሳይ ሰብ ክረኽበልና ናብ ለንደን ኣቕኒዑ ኣሎ። ሓድሽ ምዕባለ እንተሃልዩ ክትሕበሩ ኢኹም። ነዞም ፍጡራት ክንምክተሉ ዘኽእለና ሓድሽ ቴክኖሎጂ ኣበየናይ ደረጃ በጺሑ ኣሎ? ሓተተ እቲ ርቡጽ መትከል ኣልቦ ኢጣልያዊ። ክሳዕ ሕጂ እቲ ፕሮጀክት ኣይተዛዘመን፣ እንተኾነ ኣብ ዝሓጸረ ግዜ ተዛዚሙ ኣብ ግብሪ ክውዕል ምዃኑ ጸብጻብ በጺሑኒ ኣሎ። ኣብ ዝሓጸረ ግዜ ክዛዘም ኣለዎ። ብሰንኪ ስእነት ገንዘብ እንተኾይኑ በለቲ ኣብ ገንዘብ ዝኣምን ስዑድያዊ። ገንዘብ ኣይኮነን እቲ ሽግር። ፈተነታት ከይተኻየዱ ኣድማዕነት ነማዕብሎ ዘለና ኣጽዋር ክንረጋግጽ ስለ ዘይከኣል እዩ ቁሩብ ደንጒዩ ዘሎ። ዝቕጽል ፈተነ መዓስ እዩ ክካየድ? ሓተተ እቲ ለባም ኣውስትራልያዊ። ዝመጽእ ሰሙን ክካየድ መደብ ወጺኡ ኣሎ። እንተ ንሕና ግን ድሕሪ ኣርባዓን ሸሞንተን ሰዓታት ኣብ ተመሳሳሊ ሰዓት ክንራኸብ ኢና። ሰላም ለይቲ። ምዕራፍ ዓሰርተ ሓሙሽተ ራብዓይ መዓልቲ ለንደን ሓሙስ ጥቅምቲ ዓሰርተ ሸሞንተ ሌዝሊ ማዘርሸድ ካብ ህፃንነቱ ጀሚሩ ዝከታተሎ ኣዝዩ ዝፈትዎ ናይ ቴሌቭዥን ፕሮግራም ኣሎ። ኣሰናዳኢ እቲ ፕሮግራም ኣለዉ ንዝበሃሉ ፍሉጣትን ሃብታማትን ሰባት ናብ ስቱድዮ ብምዕዳም እዩ ዘተ ዘካይድ። ሌዝሊ ናይቲ ፕሮግራም ተዓዳሚ ኮይኑ ክቐርብ፣ ሰባት ቴሌቪዥኖም ከፊቶም ብተመስጦ ክከታተልዎ፣ ከም ውጽኢቱ ኣብ ፈቐዶ መንገዲ ፈርመልና እናበሉ ከሸግርዎን እንዳሓለመ እዩ ዓብዩ። ንእሽቶ ብምንባሩ በየናይ ሞያ ማዕቢሉ ሕልምታቱ ጋህዲ ከም ዝገብር እኳ እንተዘይፈለጠ፣ ሓደ መዓልቲ ኣዝዩ ሃብታም፣ ዓለም ምሉእ እትፈልጦ ውሩይ ሰብ ከም ዝዀን ግን ይተኣማመን ነይሩ። ከማኻ እኮ የለን ዝወደይ። ኣብ እዋን ቁልዕነቱ ዝሰምዐን ዝነበረ ቃላት ኣዲኡ ወትሩ እየን ዝዝከሮ። ምስ ዓበኻ ውሩይ ክትኰነለይ ኢኻ። እዘን ቃላት እምበኣር እየን ኣብ እዝኑ እናቃልሓ ናብ መደቀሲ ክፍሉ ዝኸይድ ዝነበረ። ምስ ግዜ ንምሒር ምድግጋም እቲ ሕልምን፣ ሌዝሊ፣ ብትምኒት ዓዊሩ ካልእ ናይ ህይወት ኣማራጺታት ምቕባል ክሰኣብ ዝስእን ክኸውን ጀመረ። ክውንነት ህይወት ምስ ትምኒታቱ ክሳነ ብዘይምኽኣሉ ገና ብንእስነቱ ክበሳጮ ተራየ። ሃብታም ምዃን ግዴታ ገይሩ ስለ ዝወሰዶ ምስ ጉዕዞ ህይወት ኣብ ረጽሚ ኣተወ። እናጎበዘ ምስ መጸ ብዝሓሸ መልክዑ ምስ ክውንነት ተላለየ። ኣብ እኹል ደረጃ ዕድመ ምስ በጽሐ፣ ትምኒትን ጋህድን ምስናይ ስለ ዝኣበይዎ፣ ንነብሱ ኣብ ምውንጃል ተጸምደ። ገለ ጸገም ዘለዎ ኰይኑ ክስምዖ ጀመረ። ካብ እዋን ቍልዕነቱ ኣዝዩ ዝተመነዮ ሃብትን ተፈላጥነትን ብኸመይ ከም ዝረኽቦ ዝእንፍት ሓሳብ ምምንጫው ሰኣነ። እቲ ውሩይ ናይ ሆሊውድ ተዋሳኣይ ኰይኑ ዝረኣዮ ዝነበረ ሕልሚ፣ ሎሚ ካብ ምህውታት ዘይሓልፍ ትምኒት ምዃኑ ተገንዘበ። ንድኽመታቱ ክለልይ ከም ዘለዎ ብምእማን ሕልምታቱ ካብ ምጭባጥ ንዝዓንቀጾ ባህርያት ከጽንዕ ጀመረ። ኣዝዩ ሓፋር ብምዃኑ ተዋሳኣይ ናይ ምዃን ዕድሉ ጸቢብ ምዃኑ ኣመነ። ውሩይ ተጻዋታይ ኩዕሶ እግሪ ክኸውን እንከሎ ንዝረኣዮ ዝነበረ ሕልሚ ዘኪሩ ኣብ መስትያት ምስ ቀረበ ንድኹም ቅርጺ ኣካላቱ ብምዕዛብ ርእሱ ነቕነቐ። ዋላ እኳ ምስ ምውሳኽ ዕድመ ምስ ዝተፈላለዩ መስገደላት ህይወት ክላለ እንተበቐዐ ጸጸኒሑ ኣብ ናይ ሕልሚ ዓለም ምንስፋፍ ግን ኣየቋረጸን። ሞራል ሰኒቑ ክውንነት ብምርጋጽ ንዝሓልሞ ክጭብጥ ዝተበገሰሉ እዋን ውሑድ ኣይኮነን። ሓደ እዋን ስመይ ምስቶም ብትምህርቶም ብሉጻት ዝበሃሉ ተምሃሮ ከመዝግባ'የ። ቀጺለ ዓለም ምሉእ ዝፈልጠኒ ኣብ ዓበይቲ ጉዳያት ጥራሕ ዝሳተፍ ጠበቓ ክኸውን'የ ዝብል ራእይ ኣበጊሱ ነበረ። እንተኾነ ኣብ ትምህርቲ ኣዝዩ ትሑት ነጥቢ የመዝግብ ብምንባሩ ትምኒቱ ኣብ ስንፈላል ከም ዝተሰረተ ንኸስተብህል ግዜ ወሰደሉን በዚ ምኽንያት ህይወቱ እናጸለአ ክኸይድ ጀመረ። ንትምኒታቱ ጋህዲ ክገብር ዓቕሚ ከም ዘይብሉ እናፈለጠ ብዕድል ክረኽቦም ብዘይምኽኣሉ ብኣድልዎ ህይወት ተባሳጨዋም። ሽሕ እኳ ካብ ትምኒቱ ወጻኢ እንተኾነ ኣብ መዓልታዊ ንጥፈታት ህይወቱ ደስ እናበሎ ዝገብሮ ነገር እንተሃልዩ ካሜራ ኣልዒሉ ደረቕ ስእሊ ምስኣል እዩ። ካብ ካልኦት ሞያታት ዝቐለለ ኮይኑ እዩ ዝስምዖ። ኣተዓራሪኻ ኣብታ ካሜራ ንዘሎ መላጉም ምጽቃጥ ጥራሕ ኢኻ ትሕተት። መበል ሻድሻይ ዓመቱ ከብዕል እንከሎዩ ኣዲኡ ናይ ልደት ህያ ብምባል ካሜራ ዝገዝኣትሉ። ብድሕሪኡ እዩ ኸኣ ለዝሊ ንዝረኣዮ ዘበለ ምስኣል ዝጀመረ። ባህርያት ኮይንዎ ገና ወዲ ዓሰርተ ሓሙሽተ ዓመት እንከሎ ንነብሱ ከብ ምኩሩን ክኢላን ሰኣላይ ክቖጽራ ጀመረ። ናብቲ ዝዓበየ ትምኒቱ ከሰጋግሮ ብምምናይ ኣብ መበል ዕስራን ክልተን ዓመቱ ካብ ኣዲኡ ገንዘብ ብምልቃሕ ንእስ ዝበለት ቤት ስእሊ ኸፈተ። ዝወደይ ኣብቲ ዝዓበየ ንምብጻሕ ብንእሽቶይ ተበገስ ዝብል ምኽሪ ኣዲኡ ወትሩ ምስ ተዘከሮ እዩ ሳላ ዕድመ ዝዓደሎ ናይ ምምዝዛን ክእለት ኣተሓሳስባኡ ቀይሩ፣ ብንእሽቶ ተበጊሱ ነቶም ዓበይቲ ሕልምታቱ ንምጭባጥ ክጽዕር ከም ዘለዎ ኣመነ። ንዝኣመነሉ ምትግባር ቀሊል ኮይኑ ክረኽቦ ግን ኣይከኣለን። ርቡጽ ብምዃኑ ቅልጡፍ ለውጢ ክርኢ ይደሊ ነበረ። ምስ ግዜ ኣብ ሞያ ምስኣል ደረቕ ስእልታት ዘለዎ ክእለት ተበጺሑ ምስ ዘሎ ደረጃ ዘይወዳደር ብምዃኑ ናብቲ ዝምነዮ መሳልል ክድይብ ዘለዎ ተኽእሎ ኣዝዩ ጸቢብ ምዃኑ ከእምን ተገደደ። ኣብ ዝሓጸረ ግዜ ትምኒቱ ክጎናጸፍ ዘኽእሎ ዓቕሚ ከም ዘይብሉ ብምእማን ተስፋ ክቆርጽ ጀመረ። ጫካታት፣ ፍዮሪታት፣ ከምኡውን ቱሪዝማዊ ኣገዳስነት ዘለዎም ቦታታት እናሰኣለ ናብ ዝተፈላለያ መጽሔታት ብቐጻሊ እኳ ተለኣኸ ኣወንታዊ ምላሽ ምርካብ ሰኣነ። ኩሎም ስእልታቱ በቶም መጽሔታት ተነጺጎም ኣብ ሰሙኖም ምስ ናይ ይቕሬታ ደብዳቤ ተሰንዮም ተመልስዎ። ሌዝሊ ኣብቲ ፈላሚ ውሩያት ሰኣልቲ እውን ተመሳሳሊ ዓይነት ምስ ገደላት የጓንፎም ከም ዝነበረ ዝነግር ታሪኽ ህይወቶም ምስ ኣንበበ ሓዱሽ ተስፋ ብምስናቕ ስእልታቱ ደጋጊሙ ናብቶም መጽሔታት ምልኣኽ ጀመረ። ኣብ ከምዚ ዓይነት ህሞት እንከሎ እምበኣር እዩ እታ ነዊሕ ዝተጸበያ ናይ ህይወት ሎቶሪ ደበኽ ዝበለቶ። ሃርፐር ኮሊንስ ኣብ ዝበሃል ኣብ ዓዲ እንግሊዝ ዝርከብ ቤት ማሕተም ዝሰርሕ ወዲ ሓወብኡ ንኣዲኡ ዝኸውን ዘሎ ዘመድ እዩ ነቲ ምስጢር ኣካፊልዋ። እቲ ቤት ማሕተም ንስዊዘርላንድ ዘላሊ ኣብ ፈቐድኡ ካፈቴርያታትን ሆቴላትን ዝዝርጋሕ ናይ ቱሪዝም መጽሓፍ ከዳልዉ ተሓቲቱ ከም ዘሎ ንሌዝሊ ሓበሮ። ክሳዕ ሕጂ ዝመረጽዎ ሰኣላይ የለን። እንተደኣ ብቕልጡፍ ናብ ስዊዘርላንድ ከይድካ ምሩጻት ስእልታት ሒዝካ ተመሊስካ፣ እታ መጽሓፍ ናትካ ክትከውን ትኽእል እያ። ሌስሊ ማዘርሸድ እንተታቱን ኣየቐመጠን። ንጽባሒቱ ካሜርኡ ጠርኒፉ ናብ ስዊዘርላንድ በረረ። ናብታ በሪኽ ክብሪ ከተደይቦ ዝጽበያ ዝጸንሐ መሳልል ዝተጋህደትሉ ኮይኑ ተሰምዖ። ኣብ ስዊዘርላንድ ምስ ኣተወ ከዕርፍ ከይበለ ካብ ከተማ ጀነቫ መኪና ተኻርዩ ናብ ገጠራዊ ክፍልታት እታ ሃገር ተጓዒዙ ማራኺ ገጽታ ንዘለዎ ቅርጺ መሬት መንጫዕጫዕታ፣ ሓምላይ ጐልጐል ከምኡውን ነቶም ልቢ ዝሰልብ ጽባቐ ዝተዓደሉ ኣኽራናት ኣልፕስ ሰኣለ። ኣብ ከምዚ ኣጋጣሚ እንከሎ እምበኣር'ዩ እቲ ዘይሕሰብ ዘጋጠመ። ዕድል ብፍቓዳ ኣብ ህይወቱ ተራኣ ክትጻወት ዝደለየት ትመስል ሌዝሊ ብሩህ መጻኢኡ ዝረኣየሉ ክስተት ኣጓነፈ። ምሩጻት ዝበሎም ስእልታት ስኢሉ ናብ ከተማ በረን እናተመልሰ እንከሎ'ዩ ኣብ ሓዲግ መንገዲ ዝተኻረያ መኪና ዝተባላሸወቶ። ምስ ግዜ እናተቐዳደመ ከምዚ ዓይነት ሕማቕ ኣጋጣሚ ምግጣሙ ኣቖጢዕዎ እናንጸርጸረ ንምኪና ኣብ ደረት ጽርግያ ደው ኣቢሉ ወረደ። ሰብ ዝበሃል ኣብ ዘይርኦ ጎልጎል ብሕርቃን ኣወየ። ንምንታይ ንዓይ ጥራሕ? ንምንታይ? ዘባኽኖ ዘሎ ግዜ ተራእይዎ መሊሱ ተባሳጨወ። ሃንደበት ተስፍኡ ዘለምለመት በጣሕ መኪና ብዝጓዓዘሉ ዝጸንሐ መኣዝን ትመጽእ ምህላው ምስ ረኣየ ንኽልቲኤን ኢዱ እናወናጨፈ ምልክት ክገብር ጀመረ። በዓል በጣሕ ኣብ ጥቕኡ በጺሑ መኪንኡ ደው ኣበለ። ሌዝሊ እናጎየ ብየማናይ ቬትሮ ተቐልቂሉ መኪና ተበላሽያትኒ በጃኻ ቀጺልካ ኣብ ትረኽባ ታን ትበሃል ቁሸት ንዝረኸብካዮ በዓል ጋራጅ ጎታተይት መኪና ንኽልእኸለይ ንገረለይ በሎ ሌዝሊ ትሕትንኡ እናረኣየ ኣውቲስታ በጣሕ ርእሱ ነቕነቐ። ታን ሎምዓልቲ ሰንበት ስለ ዝኾነ ኣብታን ዘለዋ ገራጃት ኩለን ዕጹዋት እየን። ብቐረባ ክረኽቦ ዝኽእል ጋራጅ እንተሃልዩ ኣብ ከተማ በርን እዩ። በርን? ካብዚ ሓምሳ ኪሎ ሜትር እንድዩ። ክንድኡ ዝኣክል ርሕቐት ክጎቱለይ እንተኾይኖም ዋጋ ክከብረኒ እዩ። እወ፣ ግድን እንተኢልካ ግን ካልእ ኣማራጺ ዘለካ ኣይመስለንን። በለ ኣውቲስታ ፍሽኽታ ኣሰንዩ መሕነን ረጊጹ መኪንኡ ብዘገምታ እናበገሰ። ሓንሳእ ሓንሳእ በለ ሌዝሊ ቀልጢፉ ምውሳን ስኢኑ። በለ ዋላ ስደደለይ ክጽበየ። ክነግረልካየ ሰላም መዓልቲ ኢልዎ ሓዲግዎ ተዓዝረ። ሌዝሊ ኣብ ውሽጢ መኪና ኮፍ ኢሉ ብዕድሉ ከማርር ጀመረ። ንዓይሲ ክሓልፈለይ በለ ብልቡ። ኣብ ርእሲ እቲ ንመግቢ ንመኪና ክራይ ከምኡውን ናይ ካሜራ ፊልምታት ክገዝእ ዘውፅኦ ወፃኢታት ተወሳኺ ዘይተሓስበ ወፃኢታት ክሕተት ብምዃኑ ተባሳጨወ። ድሕሪ ናይ ክልተ ሰዓት ትፅቢት ጎታቲት መኪና ኣብቲ ዘለዎ ቦታ በፅሐት። መካኒክ ብቕልጡፍ ካብ መኪንኡ ወሪዱ ካቦ መዚዙ ናይ ሌዝሊ መኪና ክኣስር እናበለ ሃንደበት ኣቓልቦኦም ዝሰሓበ ክስተት ኣጋጠመ። እንታይ ምዃኑ ክፈልጥዎ ዘይከኣሉ ኣዝዩ ደሚቕ፣ ዝቀያየር ሕብርታት ዘለዎ ተወርዋሪ ካብ ሰማይ ክወርድ ጀመረ። እቲ ነገር ኣብ ቅድሚኦም ብሓያለ ኣግራብ ተሸፊኑ ኣብ ዝረእ ሰፊሕ ጐልጐል ወዲቑ ተሓምሸሸ። ሌዝሊ ኣብ እዋን ምሕምሻሽ ብዝተፈጥረ እዝኒ ዘደንቁር ሓያል ድምጺ ኣዝዩ ሰንበደ። ቅድሚ እቲ ህሞት፣ ኣብ ጥቕኦም በጺሓ ደው ኢላ ኣብ ዝነበረት ሚኒባስ፣ ተሳፊሮም ዝጸንሑ በጻሕቲ ሃገር ካብታ ሚኒባስ ክወርዱ ጀመሩ። ለዝሊ እንታይ ከም ዘጋጠመ ክግምት ኣይከኣለን። ንኻልኢታት ስጉምቲ ከይወሰደ፣ ነቶም እናጐየዩ ናብቲ ጐልጐል ዝኸዱ ዝነበሩ በጻሕቲ ሃገር፣ ምዕዛብ ቀጸለ። ስንባደ ካብ ዝፈጠረሉ ነውጺ ምስ ተበራበረ፣ እንታይ ከም ዝወደቐ ንምፍላጥ ነቶም በጻሕቲ ሃገር ተኸቲሉ ክስጉም ጀመረ። ኣብቲ ቦታ ምስ በጽሐ ንዝሪኦ ዘሎ ምእማን ሰኣነ። ኣንታ ኣምላኽ! በለ ብልቡ ኣዝዩ ሰንቢዱ። ሳይነሳዊ ድርሰት ኢሉ ንዝኣምና በራሪ ዲስክ ብገዛእ የዒንቱ ክርኢ በቐዐ። ክኸውን ዘይክእል እዩ። ተጠራጠረ። ቀሪቡ እንተ ረኣየ፣ የዒንቱ ሰምሰም እንተ በለ፣ ኣብ ቅድሚኡ ዘሎ ትርኢት ምቕያር ኣበየ። መሊሱ ቀረበ። ተጀሊዑ ብዘሎ ድርዕታ ነፋሪት ክልተ ካበየናይ ፕላኔት ከም ዝመጹ ዘይፍለጡ ፍጡራት ከም ዘለዉ ተመልከተ። ገዚፍ ርእሶም፣ ፈጣጣት የዒንቶም፣ ደሚቕ ቀጠልያ ዝሕብሩ ቆርበቶምን ጸጉሪ ኣልቦ ኣካላቶምን ምስ ረኣየ ተምላስ ክመጾ ደለየ። ንነብሱ ከረጋግእ እናፈተነ ኣተኲሩ ክጥምቶም ጀመረ። እዝኒ ዝበሃል ከም ዘይብሎም፣ መንከሶም ንማለቱ ምዃኑ፣ ኣብ ኣፍ ልቦም መከላኸሊ ጥይት ዝመስል ሓጺን ለቢሶም ከም ዘለዉን ኣስተብሃለ። ሌዝሊ ኩነታት እቶም በጻሕቲ ሃገር ንምፍላጥ ቆላሕትኡ ጠወየ። ሃለዋቱ ዘጥፈኤ በጻሒ ሃገር ኣብቲ ጎልጎል ተዘርጊሑ ከም ዘሎ ተመልከተ። በተን ፍጡራት ዘስካሕከሐ በጻሒ ሃገር እናምለሰ ቀሺ ምዃኑ ዘየጠራጠሮ ሰብኣይ ናብ ሰማይ ኣንቃዕሪሩ ጸሎቱ እናዕረገ እንከሎ ረኣዮ። ዘይእመን እዩ! በለ መን ምዃኑ ብርግጽ ዘይዝክሮ ሓደ ካብቶም በጻሕቲ ሃገር። ብዘይካና ካልኦት ፍጡራት ኣለዉ ማለት ድዩ? ሌዝሊ ነዘን ቃላት ምስ ሰምዐ እንታይ ክገብር ከም ዘለዎ ቅጅል በሎ። ማና ካብ ሰማይ ዝወረደሉ ኮይኑ ተሰምዖ። ወትሩ ዝዝከር ውሩይ ሰብ ክኾነሉ ዝኽእል ኣጋጣሚ ከም ዝረኸበ ተገንዘበ። ንዘመናት ብሉጽነቶም ዓቂቦም ዝቕጽሉ ስእልታት ክስእል ምዃኑ ምስ ተረድኤ፣ ንተርባጽኡ ምቁጽጻር ሰኣነ። ደጊም ንስእልታቱ እትነጽግ መጽሔት ከም ዘይትህሉ ተኣማመነ። እንታይ ዝገብር ናይ ቱሪዝም መጽሓፍ እዩ? በለ ሌዝሊ ኣብ ቅድሚኡ ንዘሎ ትርኢት ብምርኣይ ፍሽኽ እናበለ። ስእልታተይ ናብተን ፍሉጣት ጥራሕ እየ ክሰድድ፣ ናብተን ፍሉጣት ጥራሕ። ካብ ሕጂ ሌዝሊ ብቐሊሉ ክርከብ ዘይክእል ሰኣላይ ኮይኑ ኣሎ። ካብ ኩለን ኣህጉራት ቴለፎን እናደወሉ ንስእልታተይ ክወስዱ ክልሙኑን እዮም። ንሓንቲ ስእሊ ብሚእቲ ሽሕ ፓውንድ ክሸጠሎም እየ። መን ክኣቢ? ኩላቶም ክጓየ እዮም። ወይ ክልተ ሚእቲ ሽሕ ወይ ልዕሊኡ ሚልዮን። ክሳብ ዝመውት ነዞም ኣሳእል ክሸይጥ እየ። ብድሕሪኡ ንደቀይ ሌዝሊ ብሕልሚ ኣብ ዘኻዕብቶ ሃብቲ ከንሳፍፍ ስርሑ ረስዐ። እንታይ ይጽበ ኣለኹ? ብምባል ካብ ሕልምታቱ ተበራቢሩ መኪንኡ ጠጠው ናብ ዝበለትሉ ጽርግያ ጎየየ። መካኒክ ንዝተባላሸወት መኪና ኣሲሩ ኸጎታ እናተቐረበ እንከሎ ኣርከቦ። እንታይ እዩ ወዲቑ? ሓተቶ መካኒክ ብዙሕ ከይተገደሰ ናብ ጋራጁ ቀልጢፉ ክምለስ ብምድላይ። ኬድካ ረኣዮ ክገርመካ እዩ ኢልዎ ሌዝሊ ካሜርኡ ኣንጠልጢሉ ናብቲ ቦታ ብጉያ ክምለስ ጀመረ መካኒክ ብተርባጽ ዋና መኪና እናተገረመ ስዒብዎ ናብቲ ጎልጎል ኣምርሐ ሌዝሊ ኣብ መንጎቶም ዕጉግ ኢሎም ክርእዩ ዝጸንሑ በጻሕቲ ሃገር ኣተወ ሓንሳብ ግዳ ሓንሳብ ካሜርኡ ኣተዓራርዩ ክስእል ተዳለወ ሓንሳብ ሓንሳብ ነቶም ፍጹም ምንቅስቓስ ዘይብሎም ኣገረምቲ ፍጡራት ክስእሎም ጀመረ ካሜርኡ ብልጭታ ብርሃን ኣብ ትገብረሉ ሌዝሊ ሓደ ሚልዮን ክልተ ሚልዮን ፓውንድ ሰለስተ ሚልዮን ፓውንድ እናበለ ብልቡ ይቖጽር ነበረ ኣብ ጥቕኡ ዝጸንሐ ቐሺ እንታይ እናበለ ይጽሊ ከም ዘሎ ምስ ሰምዐ ሰሓቖ ወልዑል ጎይታ ርድኣና ንዝፈጠርካያ ትንፋስ ኣድሕና ካብ ንሪኦ ዘለና ሰረጌላ ሰይጣን ሰውረና እንሆ ኣብ መወዳእታ ስገፅ ሰይጣን ርኢናዮ መዓልቲ ኣኺላ እታ ናይ ፍርዲ መዓልቲ ኣኺላ ገፅ ሰይጣን ሌዝሊ እናሰኣለ ብዘረባ እቲ ቀሺ ክስሕቕ ጀመረ ኣባ ቐሺ እዚ ገፅ ሰይጣን ዘይኮነ ገፅ ገንዘብ እዩ ሚልዮናት ስእልታተይ ኣብ ካልኦት ፕላኔታት ህይወታውያን ከም ዘለዉ መርትዖ ክኾናኒ እየን። ሃንደበት ኣብ ሓንጎሉ ሓንቲ ሕቶ ተቓልሐት። እዘን መጺሕታት ንስእልታተይ ተዘይኣመናሉኸ ምናልባት ዝተሰንዐ ስእሊ እዩ ተበላ። ብዙሓት ነዞም ህይወታውያን ዘርእዩ ናይ ሰንዓ ስእልታት ኣለዉ እንድዮም። ከምቶም ካልኦት ስእልታት መሲልዎም ተዘይኣመኑኒኸ? ሌዝሊ ምስኣል ኣቋሪጹ ንኻልኢታት ምስ ሓሰበ፣ ሓደ ሓሳብ ቅጅል በሎ። ንዕኡ ገዲፍካ ትሽዓተ ሰባት ኣብቲ ቦታ ከም ዘለዉ ፍቐደ። እዞም ሰባት ከይተረድኦም ክግህጾ ኣብ ዝጽበዮ ገንዘብ ፌርምኦም ከንብሩ ምዃኖም ምስ ተረድኤ ብታሓጓስ ፍሽኽ በለ። ሌዝሊ ካሜርኡ ብኽልተ ኢዱ ሒዙ ናብቶም ሰባት ጠመተ። ኩላትኩም ስምዑኒ! በሎም ዓው ኢሉ ኣቓልብኦም ናብኡ ንኸብሉ ብምድላይ። ክትሰኣሉ ትደልዩ እንተኾንኩም ተኣከቡ እሞ ክስእለኩም እየ ንኹላትኩም ሓሓደ ስእሊ ክስእለኩም እየ ብነጻ ኩላቶም በብዝመልክዎ ቋንቋ ከጉረምርሙ ጀመሩ ኣይነደልን ከይብልዎ ሰጊኡ እኳ እንተነበረ ጸኒሑ ግን ኩነታቶም ብምንባብ ክሰኣሉ ደልዮም ከም ዘለዉ ተገንዘበ ብዘይካ እቲ ቀሺ ኩላቶም ክቀራረቡ ጀመሩ ሌዝሊ ነቲ ቀሺ ክእትወካ ተፈተነ ክሰልጦ ኣይከኣለን ኣይደልን እየ፣ ምስ ሰይጣን ክሰኣል ኣይደልን እየ፣ ኢሉ እዩ መሊሱሉ ቀሺ። ሌዝሊ፣ ቀሺ እንተሃልዩ፣ እቲ ስእሊ ዝህልዎ ተኣማንነት ክልዕል ይኽእል እዩ ብምባል ስለ ዝኣመነ፣ ተስፋ ከይቈረጸ ንኽስእሎ ከእምኖ ፈተነ። ኣባ ቀሺ፣ ንሱ እንድዩሞ ዘገድስ፣ ምስዞም ሰይጣናትን ሰረገለኦምን እንድሕሪ ተሳኢልኩም፣ ኣብ ስብከትኩም ሰይጣን ኣሎ ክትብሉ ከለኹም፣ ከም ምስክርነት ክሕግዘኩም እዩ። ድሕሪ ጽሑቕ ለመና ኣባ ቐሺ ኣብ መወዳእቱ ተሰማምዑ። ቁሩብ ተጸጋግዑ፣ ነፋሪቶም ክትኣትወለይ መታን በሎም ብየማናይ ኢዱ ንኽጸጋግዑ ምልክት እናገበረሎም። ትሽዓቲኦም ተቐራረቡ። ብጣዕሚ ጽቡቕ ተዳለዉ። ሽዱሽተ ስእልታት ምስ ሰኣለ ካብ ናይ ካሜራ ቦርስኡ ርሳስን ወረቐትን ብምውጻእ ናብኣቶም ቀረባ። ኣብዛ ወረቐተ ስምኩምን ኣድራሻኹምን ድሕሪ ጽሒፍኩምለይ ስእልታትኩም ክሰደልኩም እየ። ሃንደበት እቶም በጻሕቲ ሃገር ናይ ውልቆም ካሜራታት ሒዞም ከም ዘለዉ ረኣየ። ካልኦት ስእልታት ክህልዉ የብሎምን። ኣብ ኩሉ ዓለም ስእልታት ሌዝሊ ማዘርሸድ እናተባህለ ኣነ ጥራይ ክውደስ ኣለኒ ኣነ ጥራይ ብኸመይ ናይ ውልቁ ስእልታት ጥራሕ ከም ዝህልዉ ይገብር ክሓስብ ጀመረ ኣይደንጐየን፣ ሓደ ብልሓት መሃዘ። ስምዑኒ፣ ኣቓልቦ እቶም በጻሕቲ ሃገር ንኽስሕብ ብዓውታ ተዳህየ። ካሜራታትኩም ሃቡኒ ክስእለኩም እየ። ድሓር ከኣ ብዘይካ ናተይ ስእልታት ናታትኩም ሰነድ እንተሓዝኩም ኣይጽላእን እዩ በሎም ብፁእ ክመስል ፍሽኽ እናበለ ኵላቶም ኣብ ክሳዶም ኣንጠልጢሎመን ንዝነበሩ ካሜራታት ከረክብዎ ጀመሩ ሌዝሊ ብርኩ ዓጺፉ ቀዳመይቲ ስእሊ ንምስኣል ብኢዱ ምልክት ገበረ። ካሜራ ብልጭታ ምስ ገበረት ሌዝሊ እከይ ግብሩ ከተግብር ጀመረ። ዓባይ ዓባይቱ ኢዱ ብምጥቃም ሰፈር ፊልም ናይታ ካሜራ ከይተራእየ ከፈቶ። ብሰንኪ ዘሎ ኩነታት እንታይ ይግበር ከም ዘሎ ከስተብህል ዝኽእል ሰብ ኣይነበረን። መሳኪን ዝስእሎም ዘለኽዩ መሲልዎም ብርሃን እንዳእተኹ ፊልምታቶም ክሕሮየ ሌዝሊ ብኸምዚ ዓይነት ጥበብ ኣብ ኩለን ዝተቐበለን ካሜራታት ዘሎ ፊልም ኣሕረሮ። ናይ በይነይ ስእልታት ጥራሕ ክህሉ ኣለዎ። ናይ በይነይ። ሒዝዎ ንዝጸንሐ ካሜራታት ነናብ ዋናታተን መለሰን። ድሕሪ ዓሰርተ ደቓይቕ ሌዝሊ ናይ ኩሎም ኣድራሻ ተቐቢሉን ዘድልዮ ስእልታትን ወሲዱን ወደኤ። ቅድሚ ምብጋሱ፣ ንመወዳእታ ግዜ ነታ ዲስ ቅርጺ ዘሎዋ ብራሪት ምስ ኣብ ውሽጣ ዘሎዉ ፍጹም ዘይንቀሳቐሱ ፍጡራትን ጠመቶም። ኣደይ ሓቀያ ነይራ። ሓደ መዓልቲ ሃብታም ከም ዝኸውን ይረኣያ ነይሩ ማለት እኮ እዩ። ናብ ዓዲ እንግሊዝ ተመሊሱ ንስእልታቱ ናብ መሸጣ ክቕርብ ኣዝዩ በሃገ። መዓስ እየ ካብዛ መባልዕተይ ዓዲ ዝወጽእ? ንስእልታተይ ዓለም ብምልእታ ክትመናጠለሎም እያ። ዓለም ብምልእታ። እንታይ እዩ ዘጋጥም ዘሎ? እንታይ እዩ ኣትይና? ሓላፊ ስታፍ መደበር ፖሊስ ኡተንደርፍ ዘይንቡር ነገር ርኢና ብምባል ብዝድውሉ ሰባት ኣዝዩ ተጨኒቑ ኣሎ። እንታይ ዓይነት ፍጡር ምዃኑ ክፈልጦ ኣይከኣልኩን። ብመሳኹቲ ገዛይ ዘባህርር፣ ጸጸኒሑ ሕብሩ ዝቀያየር ደሚቕ ብርሃን ይኣትወኒ ኣሎ። በጃኹም ርድኡኒ። እንታይ እዩ እዚ ነገር? ከብተይ እንታይ ከም ዝወረደን ክርድኣኒ ከኣለን። ኣብ መንጎኦም እንታይ ኣትዩ ከም ዘሎ እንድዒ። ምናልባት ተኹላ ከይከውን። ግን ከኣ ሓደ ነገር ኣብ ልዕሊ ገዛይ ንዝነበረ ናይ ማይ ገንኢ ክንቕንቖ ጸኒሑ። እዋእ እንድዒ! ደሓር ጸኒሐ ምስ ወጻእኹ ኣብቲ ገንኢ ዝነበረ ማይ ነጺፉ ጸኒሑኒ። እወ! ካብ ኩላ እታ ድሒራ ዝበጽሓቶ ናይ ቴለፎን ሓበሬታ ምእማን ክሳብ ዝስእን ኣብ ጭንቀት ከም ዝሽመን ገበረቶ። ክቡር ሓለቓ፣ ብዝሒ ዘለዎም ጎተቲ መኻይን ናብ ማእከል ከተማ ስደዱ። ጎደናታት ተጨኒቑ ኣሎ። ኩለን መኻይን ሃንደበት ተበላሽየን ኣብ ማእከል ጽርግያ ጠጠው ኢለን ኣለዋ። ትሰምዓኒ ኣለኻ ሓለቓ? መካይን ኩለን ደው ኢለን ኣለዋ። ከምዚ ተራእዩ ይፈልጥን'ዩ። እንታይ እየን ኮይነን? እንታይ ይጋጢምወን? እንድዒ ሃንደበት ኩለን ሞተር ጠጦ ኣቢለን ሰባት ኣዝዮም ተረቢሾም ኣለዉ። ከተማ ሕንፍሽፍሽ ኣሎ። ሓለቓ ስታፍ ፖሊስ እቶን ደርፍ፣ እታ ለይቲ ንሓዋሩ ዘይርስዓ ተካል ለይቲ ከም እትኸውን ተገንዘበ። ካብ ኮፍ ዝበለሉ መንበር ብምትሳእ ትእዛዝ ንኸመሓላልፍ ካብ ቤት ጽሕፈቱ ወጸ። ምዕራፍ ዓሰርተ ሽዱሽተ ክንደይ ወስደለ ይኸውን? ሮቦርት ኣብ ዝተሳፈረላ ንብረት መንገዲ ኣየር ስዊዝ ዝኾነት ነፋሪት ኮይኑ ሓሰበ። ለንደን ዓዲ እንግሊዝ ኣብ ዝርከብ ዊትዝሮው መዕርፎ ነፈርቲ ንኽዓልቡ ከም ዝተቓረቡ ብመጉልሒ ተሓበረ። ነፋሪት መዕለቢ ጎማታታ ኣውረደት። ኣርባዕቲኦም ገዘፍቲ ሞቶረታት እታ ነፋሪት ንዝሑል ንፋስ ወጋሕታ ናይቲ ከባቢ እናስለኹ ብርቱዕ ድምፂ ክገብሩ ጀመሩ። ሮበርት ቅድሚ ነዊሕ ዓመታት ዘሕለፎ ጥዑም እዋን ክዝከሮ ጀሚሩ የዒንቱ ብምዕማት ክዛነ ፈተነ። ይገርም እዩ ናይ ህይወት ነገር ቅድሚ ቁሩብ ዓመታት ደይኮንኩን ምሱዛ ናብ ለንደን ዝመጻእና ግና እንታይ ከየ ቅድሚ ቁሩብ ዘብል ኣለኒ ዘመን ሓሊፍዎ እምበር ዘመን ነፋሪት ብዝተሓዝኣላ ሰዓት ልክዕ ሽዱሽተን ዕስራን ትሽዓተን ደቂቕ ናይ ድሕሪ ቀትሪ ኣብ መዕርፎ ነፈርት ሂትዝሮው ዓለበት ሮቦርት ካብ ነፋሪት ወሪዱ ናብ ተርሚናል ብምእታው ምስ ብዝሒ ተገልገልቲ መንገዲ ኣየር እናተዳፍኤ ኣብ ኣፍደገ መዕርፎ ነፈርቲ ሂትዝሮው በጽሐ። ከተማ ለንደን ዝሕልሕል ክትብል ጀሚራ ኣላ። ከይተበገሰ ብማዕዶ ናብ ዝረኣዩ ተጠመቲ ህንጻታት ለንደን ምስ ተመልከተ ኣብቲ ጥዑም እዋን ንዘሕለፎ ህይወት ክዝክር ጀመረ። ምስ ሕሉፍ ዝኽርታቱ እናተዛነየ ታክሲ ተሳፊሩ ናብ ማእከል ከተማ ለንደን ኣቕንዐ። ኩሎም እቶም ኣለዉ ዝበሃሉ ቦታታት ምስ ሱዛን ንዘሕለፎ ጥዑም ናይ ፍቕሪ እዋናት ዝሰነዱ ኮይኖም ክስምዕዎ ጀመሩ። ንጽባቄ ከተማ ለንደን እናነኣደት ኣብ ፈቐድኡ ኮለል ከተብሎ እንከላ ዘከረ። ንኹሉ ጥዑም ድሕሪ ምዝካር፣ ልሙድ ነገር ኮይንዎ ኣብዚ ሕጂ እዋን ኣብ መንጎኦም ተፈጢሩ ብዘሎ ኩነታት ክባሳጮ ጀመረ። ከም ፍቕራዊ ልብወለድ ጽቡቕ ፍጻመ ረኺቡ ንዘለኣለም ብዘይበሊ ፍቕሪ ማሚቖም ሓዳር ክምስርቱ'ዮም ንዝብል ዝነበረ ትምኒት ፈተውቱ ዘከረ። ሮቦርት እንክዝክር ኣብ መንጎኦም ንዝተፈጥረ ሽግር ዝፈለመት ናይ ቴለፎን ደወል ኣብ ርእሲ ከተማ ታይላንድ ባንኮክ ኣብ ዝርከብ በዓል ሓሙሽተ ኮኸብ ሆቴል እንከለውያ ተደዊላ። ሮቦርት ንሽዱሽተ ወርሒ ዝኣክል ካብ ኣሃዱ ሓይሊ ባሕሪ ተፈልዩ ምቁር ናይ ሕጽኖት ግዜ ይሕልፈሉ ዝነበረ እዋን'ዩ። ደዋላይ ኣድሚራል ዊታከር እዩ ነይሩ። ሮቦርት ኣብ ከተማ ባንኮክ እሞ ኸኣ ኣብ ሆቴል ኦሬንታል ምህላወይ ፈሊጦም ክድውሉለይ ይኽእሉ እዮም ኢሉ ስለ ዘይተጸበየ ኣዝዩ ሰምበደ። ሮቦርት፣ ኣድሚራል ዊታከር እየ። ኣድሚራል፣ ኦው፣ ደሓን ዲኻ? ደሓን እየ። ዘለኻዮ ኣድራሻ ንምርካብ ብጣዕሚ እየ ተሸጊረ። እንታይ ደኣ ክሳብ ክንድኡ ናይ ደሓን? ናይ ደሓን'ዩ ኣድሚራል፣ ምስ በዓልቲ ቤተይ ንውሕ ዝበለ ሕጽኖት ከሕልፍ ስለ ዝደለኹ'የ። ኦው፣ ግሩም እምበር። ሱዛንከ ከመይ ኣላ? ተዘይተጋግየ ሱዛን እንድያ ምሳኻ ዘላ። ዝተጠራጠረ ይመስል ኣድሚራል እናፈለጠ ሓተቶ። እወ ጽቡቕ ኣላ ኣድሚራል። ናብ ዋሽንግተን ንክትምለስ ክንደይ ግዜ ይወስደልካ ይኸውን? ኣድሚራል ናብቲ ቀንዲ ዛዕባ ኣተወ ናብ ዋሽንግተን ይህ ንምንታይ ሓተቶ ሮቦርት ደንጽዎም ክሳዕ ሕጂ እኳ ወግዓዊ ተገብረን ምክትል ዳይረክተር ኦኤንኣይ ንክኸውን ተመዚዘ ኣለኹ ኣባል ክገብረካ ደስ ምበለኒ እንታይ ይመስለካ ሮቦርት ተማተየ ኦኤንኣይ ኣድሚራል ኣይትሓዘለይ ደኣ እምበር፣ ኣብ ኦኤንኣይ ኣብ ዝካየዱ ንጥፈታት ዘለና ኣፍልጦን ተመኩሮን ድሩት እዩ። ንሱ ኣየሸግርካ፣ ክትመሃሮ ትኽእል ኢኻ። ንሃገርካ ብዝያዳ ከተገልግላ ትኽእል ኢኻ። መጺእኻ ምሳይ ክትዘራረብ ትኽእል ዲኻ? እዋ ኣድሚራል፣ ግን ጽቡቕ፣ ሶኒ ሰዓት ትሽዓተ ናይ ንግሆ ኣብ ቤት ጽሕፈት ኦኤንኣይ የራኽበና። ሮቦርት ምስ ኣድሚራል ኣብ ቴለፎን ብዛዕባ ዝተዘራረበሉ ጉዳይ ንሱዛን ነገራ። ኣሃዱ ስለያ ሓይሊ ባሕሪ መሳጢ ስራሕ እዩ ዝመስል። ንድዕሉ በጃኺ በለ ሮቦርት ተጠራጢሩ። እንታይ ዓይነት ስራሕ ከም ዘጠቓልል ኣፍልጦ የብለይን። ኣቲኻ እሞ ዘይትፍትኖ ሮቦርት ኣተኲሩ ጠመታ ክኣትዎ ኢኺ ደሊኽኒ ዘለኺ ሓቀይ ክልቲኡ የእዳዉ ዘርጊሓ ሓቆፈቶ ባህ ዝበለካ ክትገብር እየ ዝደልየካ ሮበርት ብቑዕ ዘለኻ መስለኒ ኣብ ዝሓለፉ መዓልትታት መንቀሳቐሲ ክኾነኒ እናበልካ ፋሕተርተር ክትብል ስረ ዝረኣኹኻ ደስ ዝብለካ ተኾይኑ ነዚ ዝሓቱኻ ዘለዉ ስራሕ እተዎ ድሓን ተረድኤ ክለኹ ክርሕቐልኪ እየ ክደልየ ክምሽ ሓተታ እናተዋዘየ እምበርከስ ሕፁነትና ተወዲኡ ኣሎ ሮቦርት ማዕረ ክንደይ ከም ዝፈትወካ ትፈልጥ እንዲኻ ከተሻቕለኒ ኢልካ ዲኻ ከምኡ ትብለኒ ፍሽኽ እናበለት ናብ ከንፈሩ ቀረበት ሮቦርት ኣይመለሰላን ክምስ እናበለ ንጽቡቓት ይዒንታ ምጥማት ቀጸለ እንሆ ሎሚ ንዅሎም ኣብ ህይወቱ ዝነበሩ ብሉጻት ነገራት ድሕሪ ምስኣኑ ኣብቲ ሽዑ እዋን ብዝወሰዶ ስጉምቲ ክጣዕሲ ይነብር ኣሎ ሮቦርት ናብ ኤመሪካ ተመሊሱ ምስ ኣድሚራል ዊታከር ዘካየዶ ዝርርብ ፍጹም ኣይረስዖን እዩ። እወ ኮማንደር ሮቦርት፣ ርኢኻ እዚ ሓድሽ ስራሕኻ ረቂቕ ብልሓት ዝመልኦ ኣተሓሳስባ፣ ትብዓት፣ ከምኡውን ተወፋይነት ክሓተካ እዩ። ንሕና ብወገንና ንሰለስቲኡ ዘማላእኻ ብምዃንካ ሓጺናካ ኣሎና። ሃገርና ናይ ዝተፈላለዩ ተጻባእቲ ወገናት ዕላማ እናኾነት ትመጽእ ኣላ። ብገዚፍ ድጎማ ተጻባእቲ ሃገራት እናተሓገዙ ኣሸበርቲ ኒኩለስያዊ ኣጽዋር ከማዕብሉ ጀሚሮም ኣለዉ። ኮማንደር ስርሐይ ናይዞም ተጻባእቲ ዓቕምን ተበጉሰን ብንጹር ከለሊ ዝኽእል ስለያዊ መርበብ መስሪትካ ሽቶም ከም ዘይወቕዑ ምግባር እዩ። ስለዚ እየ ናብዚ ኣሃዱ ክትጽምበር ዝሓተትኩኻ። ኣብ መወዳእታ ሮቦርት ነቲ ስራሕ ከም ዝተቐበሎ ብወግዒ ኣፍለጠ። ብቐደሙ እውን ዘህንጥዮ ስራሕ ብምዃኑ እናፈተወ ንኽመጽእ ግዜ ኣይወሰደሉን። ሱዛን ብወገና ጥቓ ሰብኣያ መታን ክትከውን ኣብ ቨርጂንያ ንዝገዝእዎ ገዛ ከተጸባብቕ ንነብሳ ኣብ ጽዑቕ ስራሕ ጸመደታ። ድሕሪ ሓደ ወርሒ ሮቦርት ብኣሃዱኡ ኣብ ቨርጂንያ ናብ ዝተደኮነ መደብር ታዕሊም ኣባላት ጸጥታ ሲኣይኤ ተላእከ። መዓስከር ታዕሊም ኣባላት ሲኣይኤ፣ ሰላሳን ሓሙሽተን ትርብዒት ኪሎ ሜተር ዝስፍሓቱ መሬት ቨርጂንያ ዝሸፈነ እዩ። ካብዚ እቲ ዝበዝሐ ብነዋሕቲ ኣግራብ ዝተሸፈነ ጫካ ኮይኑ፣ ማእከላይ ህንጻ ስታፍ ናይዚ መዓስከር ካብቲ ቀንዲ መእተዊ ኣርባዕተ ኪሎ ሜተር ርሒቑ ዝተደኮነ እዩ። ካብ ማእከል እቲ መዓስከር ተበጊሶም ናብ ዝተፈላለዩ መኣዝናት ብምፍንጫል ኣብ ውሽጢ እቲ መዓስከር ናብ ዝርከብ ጽዑቕ ጫካ ዘምርሑ ናይ ሓመድ መንገድታት እውን ኣለዉ። ኣብ ፈቐድኡ ንታዕሊም ተባሂሎም ዝተሰርሑ ድፋዓት፣ ገዛውቲ ከምኡውን ናእሽቱ ሃንገራት ብብዝሒ እዮም ዝረኣዩ። ንምእታው ዝተኸልከለ ዝብል ጽሑፍ ዝተጻሕፎም ታቤላታት ኣብ ፈቐድኡ ተንጠልጢሎም ኣለዉ። ንዕላማ ክሻፋ ተጠቒሙ፣ ካብ ርሑቕ ንጥፈታት እቲ ኣሃዱ ከጽንዕ ንዝፍትን ሰብ ዝዕንቅጹ፣ ኣብ ከባቢ እቲ መዓስከር ውሑዳትን ውቁባትን ህንጻታት ተደኲኖም ኣለዉ። ንደጋዊ ምስሊ እቲ መዓስከር ኣብ ግምት ብምእታው፣ ዝመጹ ሓደሽቲ ተዓላሞ ኣብ ውሽጢ መዓስከር ምስ ኣተዉ፣ ብዝጸንሖም ምስሊ ወትሩ ምስ ሰንበዱ እዮም። ሮቦርት ንፋልማይ ግዜኡ እግሩ ኣብቲ መዓስከር ምስ ኣንበረ፣ ብግዙፍነት እቲ መዓስከር ኣዝዩ ሰንበደ። ምስ ከምኡ ዝኣመሰሉ ካብ ሓይሊ ባሕሪ ዝመጹ ተዓላሞ ክዕልም ኢሉ እናተጸበየ እንከሎ፣ በንጻሩ ካብ ሓይሊ ምድሪ፣ CIA፣ ከምኡውን ካብ ዝተፈላለዩ ኣሃድታት ሰራዊት ምስ ዝተዋጽኡ ተዓላሞ ተጸንበረ። ተዓላሞ መለለይ ቁጽሪ ድሕሪ ምውሳዶም፣ መደቀሲኦም ንምፍላጥ ብሓባር ሓያሎ በዓል ክልተ ደርቢ ህንጻታት ናብ ዝርከቦ ክፋል እቲ መዓስከር ኣምርሑ። ሮቦርት ብዝተዋህቦ ቁጽሪ ተመሪሑ ግፍሕ ዝበለ ኣዳራሽ ኣብ ዘለዎ ህንጻ ብምእታው ካብ ዝነበሩ ተደረብቲ ዓራት ስሙ ንዝተጻሕፈታ ኣለልዩ ንብረቱ ኣራገፈ። ደወል ብምድዋላ ኩሎም ተዓላሞ መምርሒ ንክወስዱ ፊት ሮቦርት መደቀሲ ዝሓዘሉ ህንጻ ኣብ ዝርከብ ኣዳራሽ ተኣከቡ። ነዊሕ ዱልዱል ስፖርታዊ ኣካላት ዘለዎ ምሉእ ወተሃደራዊ ክዳን ኣማሊኡ ዝለበሰ ኮሎኔል ሓይሊ ባሕሪ ናብ ኣዳራሽ ኣተወ። ተዓላሞ ብድድ ብምባል ወተሃደራዊ ሰላምታ ኣቕረቡ። ኮሎኔል ብሓጸርትን ንጹራትን ቃላት መልእኽቱ ከመሓላልፍ ጀመረ። ኮሎኔል ፍራንክ ጆንሰን ይበሃል። ብመጀመርታ እንኳዕ ደሓን መጻእኩም። ኣብዚ መዓስከር ኣብ ትጸንሑለን እዋናት ክትገብርዎ ዘለኩም ነገራት ክሕብረኩም እየ። ቀዳማይ ነገር ስምኩም ተዘይኮይኑ ስም ኣቦኹም ክትጥቀሙ ኣይፍቀደልኩምን እዩ። ካብዛ ካልኢት ንደሓር ኩሉ ኣካይዳኹም ብሕግታት ዝተቐየደ ክኸውን እዩ። ኩላትኩም ሃገርኩም ከተገልግሉ ማሕላ ዝኣተኹም ምልሙላት ኢኹም። ስለዚ ንዝኣተኹሞ ዓብዪ ማሕላ ብጥንቃቐ ክትፈጽሙ ክንጽበየኩም ኢና። ኣብዚ ንትርእይዎ ደሓር እውን ኣብ ስራሕ ምስ ኣተኹም ንዘጋጥሙኹም ነገራት ምስ ዝኾነ ሰብ በዓልቲ ቤትኩም፣ ደቅኹም፣ ስድራኹም ኮነ ቀረብትኹም ክትዘራረቡሉ ፍቑድ ኣይኮነን። ብቐንዱ ናብዚ ክትመጹ ዝኸኣልኩም ካቤ ኣሃዱታትኩም ብሉጽነትኩም ስለ ዝተመስክረልኩም ብምዃኑ፣ ኣብ ልዕሌኹም ንዘንበርናዮ ተስፋ ከተበርዕንዎ ኣይንደልን ኢና። ዝጽበየኩም ዘሎ ስራሕ ብቕዓት ከተማዕብሉ እንተኾይንኩም ብዙሕ ክትጽዕሩ ኢኹም። ኣቀዲመ ኣብዚ ታዕሊም ኩልኻ ምሕላፍ ዝበሃል ነገር ከምዘየለ ክሕብረኩም ይፈቱ። ብዛንታውን ሰሚዕኩሞ ኣብ ዘይትፈልጡ ዝተፈላለዩ ንጥፈታት ክትሳተፉ ኢኹም። ነዚ ስልጠና ዛዚምኩም እትኣትዎ ስራሕ ክሳብ ክንደይ ንሃገር ኣገዳሲ ምዃኑ ደጊመ ምግላጽ ዘድልየኒ ኣይመስለንን። ኣብ ዓለም ንዕላማታትና ዘጥቅዑ ጸላእቲ ስርሒታቶም ክፍጽሙ ምርኣይ፣ ከም ፋሽን ልሙድ እናኾነ ይመጽእ ኣሎ። ብዘይ ተወፋይነት ከማኹም ዝኣመሰሉ ሰባት ኣብዛ ዓለም ሓይልና ዓቂብና ኣይምጸናሕናን። ስለዚ ድሕነት ሃገርኩም ምውሓስ ሓላፍነትኩም እዩ። ነዚ ስልጠና ምስ ወዳእኩም ካብ ኣሃዱታትኩም ብዝወሃበኩም ስኑዕ መንነት ኣብ ዝተፈላለያ ሃገራት እናተንቀሳቐስኩም ንጥፈታትኩም ከተካይዱ ኢኹም። ብሓጺሩ ስለይቲ ክትኮኑ ኢኹም። ኣብዚ መዓስከር ኣብ ትጸንሑለን ኣዋርሕ ኣብ ዓለም ተራእዩ ዘይፈልጥ ብሉጽ ስልጠና ክትወስዱ ኢኹም። ኣብ ልዕሊ ዝተደለየ ዕላማ ብኸመይ ጽኑዕ ዝኾነ ሓለዋ ተካይዱ፣ ብኸመይ ንሓያል ጸላኢ ሰጊርኩም ስርሒታትኩም ትፍጽሙ፣ ኣጠቓቕማ ኣጽዋር፣ ኣጠቓቕማ ዝተፈላለዩ ዓይነት ስለያዊ መራኸቢታት፣ ምፍታሕ ምስጢራዊ ጽሑፋትን መልእኽታትን፣ ስለያን ጸረ-ስለያን፣ ከምኡውን ጂኦግራፍያዊ ሓበሬታ ብኸመይ ከም ትጥቀሙ ስልጠና ክወሃበኩም እዩ። ካልእ ብኸመይ ካብ ሰባት ብዝተፈላለዩ ሜላታት ምስጢራት ተውጽኡ፣ ድኹም ጎድኒ ሰባት መዝሚዝኩም ናብ ጥቕምኹም ተውዕልዎ፣ ዕላማ ዝገበርኩሞም ሰባት እምነት ኣብ ልዕሊኹም ኣሕዲሮም ዘድሊ ሓበሬታ ከም ዝህቡኹም ትገብሩ ክትመሃሩ ኢኹም። ኣብ ኣደራሽ ዘለዉ ተዓለምቲ ነዛ ሓንቲ ቃል እኳ ከይተሓልፎም ዝሰጉ ይመስሉ ብጽሞና ምክትታል ቀጺሎም ኣለዉ። ተወሳኺ ብኸመይ ምስ ከማኹም ዝኣመሰሉ ንሓደ ዕላማ ዝቖመ ሰብ ብሱቱር መንገዲ ትረኽቡ፣ ብኸመይ ንዝኣመንኩምሉ ሰብ ብዕላማኹም ሓኒጽኩም ትምልምሉን ተሰልጡኑን ክትመሃሩ ኢኹም። ብኸመይ ሰባት ከም ትውድቡ፣ ኣብ ሓጺር ግዜ ንከባቢኹም ካብ ናይ ጸላኢ ስለላን ስልኳን ኣንጺህኩም ጸጥታ ተረጋግጹ ስልጠናታት ክወሃበኩም እዩ። ኣብ ርሑቕ ክፋላት ዓለም ምስ ዝርከቡ ተሓባበርትና ብኸመይ ብስቱር ትራኸቡ ከተጽንዑ ኢኹም። ነዚ ኩሉ ስልጠናኹም ብዓወት ተዛዚምኩም፣ ስራሕኹም ብስቱሩን እናሻዕ ብዝቃየር መንነትን ክትዓዩ ኢኹም። ሮቦርት ንኮኖልየል